ሓቀኛ ዛንታ ኣርማና ጓል ግብጺ። ምናልባት ብዙሓት ኣዋልድ ብመልክዐን ይኹን ብጽባቐኤን ክህሉ ኣይኽእላ እየን፣ ግና ኣይከም ኣርማናን ብልበይ ፍሉይ ባህታ ተዋሂብዋ፣ ነእምሮይ ናብ ካሊእ ዕላማ ከም ዘይሓስብ ጌራ። ዝሓዝክወን ገንዘብ ንኣርማና ጥራሕ ክሳብ ዝብል ገይራትኒ። ዝኾነ ሰብ ክዛረበኒ እንተሎ ኣንፈተይ ብኣኣ ከም ዝሓስብ ኣብ ከቢድ ፍቕሪ ከም ዝወድቕ ብምግባር ንምሉእ ኣንፈተይ ዝገዘአት ጓል ሄዋን እያ። በቃ ኣብ ዓራት ለጢላ እንትትሪኣ ብፅባቐኣ ይኹን ብቕርፃ ኣዝያ ፅብቕቲ ጓል እያ ነይራ። ኣብ ግብፂ ይብለኩም ኣብ ሓደ ሱፐር ማርኬት ቀፃሊ ኣብ ዝገዝኣሉ ዝነበርኩ እዛ ፅብቕቲ ጎርዞ ቀፃሊ እያ ተጋጥመኒ ነይራ። እሞ ብኸመይ ይለኽፋ ኮይኑ ነገሩ ግና ካብ ዝገርመኩም ፈራሕ እንድየ ኮይነ ኣብ ጥቓኣ ክበጽሕ ምልስ ይብል። እዋይ ወድን ፈራሕን ምዃን ክኸፍእ መዓት። ምስ ግዘ ኣብ ዝጓዓዘሉ ዝነበርኩ ገለ ኣዕሩኽተይ ንሊብያ ክኸዱ እንተለዉ ኣነ ግን ኣብ ግብፂ እየ ኮፍ ክብል ዝመረፅኩ። ምስ ግዘ ሓደ እዋን እዩ ሓደ ሓሳብ ብምሕሳብ ኣብታ ቦታ መራኸቢትና ምስ ተራኸብና ሞባይልኪ ሓንሳበ ደወለኒ ብምባል ናብ ቴሌፎነይ እየ ሚስኮል ዝገበርኩ። ከይትፈልጠኒ ኢለ ቀዳማይ ሞባይለይ ሳይለንት እየ ጌረያ። እዋይ ወድን ጎራሕን ክጽብቕ ኢለ ምስ ነብሰይ ተደዓዓስኩ። ካብዛ ዕለት ጀሚርና ድማ ስምና ብምንግጋር ሌላ ኢና ዝገበርና ኣነ ኣዘይ ስነ ስርዓት ዘለኒ ወዲ ኮይነ ማለት ዝኾነ ዓይነት ወልፊ ዝበሃል ዘይብለይ ኣብ ህይወተይ እውን ኣብ ሕማቕ ነገር ተዋፊረ ኣይፈልጥን እየ። ኣርማና ግን ህይወታ ብወልፍታት ተሰኒፋ ኣውዓውታ ሆይሆይታ እትፈቱ ጓል ሄዋን እያ። ብዓብይኡ ድማ ሽጋራ ምስታይ ካብቲ ትፈትዎ ወልፍታታ እዩ። ብጣዕሚ እያ ትማርኸኒ። ሽጋራ ክትስሕብ እንተላ በቃ ኩሉ ከናፍራ ክንቀሳቐስ እንተሎ ማራ እዩ ደስ ዝብለኒ ግና ኸኣ ሳንቡኣ ትሓርር ስለ ዝነበረት ከኣ ይጉሄላ። መቸም ካብ ግዘ ናብ ግዘ እንዳበልና ምስ ኣርማና ኣብ ብርቱዕ ፍቕሪ ኣተና። ኣብ ዝተፈላለየ ጉዕዞታት ድማ ኣብ ጎና ብምዃን ነቲ ሕማቕ ግዘ ተሓጋጊዝና ኢና ነሕልፎ ነይርና። ሓቂ ይሓይሽ ኣርማና ናብቲ ናታ ህይወት እያ ኣእትያትኒ። በቃ ኩሉ ዓይነት ወልፈታት ከስተማቕሮ እየ ዝኸኣልኩ። ብሕልፊ ብሕልፊ ምስኣ ፍቕሪ ምስ ጀመርኩ ሽጋራ ትስሕብ ጓል ደስ እያ ትብለኒ። ብሕልፊ ሃፋ ክተውፅእ እንተላ ቅርፂ ዘለዎ እተውፅእ ጓል ማራ እያ ትማርኸኒ። ዘይትስሕብ ጓል ምስ ዝርኢ ግን ቅጭ እያ ተምፀለይ ኣርማና ኣፀሊላትኒ እያ በቃ ስድራይ ደገ ስለ ዝነበሩ ብዛዕባ ሰልዲ ተፀጊመ ኣይፈልጥን እየ ኣብ ጉዕዞና ምስ ኣርማና ዝተፈላለየ መጋየፅን ከምኡ እውን ዝተፈላለየ ክዳውንትን ኣብ ጉዕዞይ ዝገዝአላ ዝነበርኩ ኣብ ከምዚ ህይወት ከለና ኣጋጣሚ ኣርሚ ናይ ሰለስተ ወርሒ ጥንሲ ትሕዝ ምስ ኣርሙ ዋላ ሓንቲ መዓልቲ ክንፈላለ ኣይደልን እየ ነይረ። ኣብ ከምዚ ኩነታት እንተለኹ ሓደ ምሸት እዩ ነይሩ ድራር እንዳተደረርና እንተለና ስምዐኒ ሃነይ ኣነ ማራ ይፎትወካን የፍቅረካን ስለዚ ንሊብያ ክኸይድ ይሓስብ ኣለኹ ገንዘብ ሓደ ኣርባዕተ ሽሕ ዶላር ክትኸፍለለይ ከመይ እዚ ሓሳብ ብድሕሪኡ ኣነ ንዓኻ ይስሕበካ ከመይ እዚ ሓሳብ ክትብል ጠየቐትኒ። እዝሞ ክኸውን ኣይኽእልን እዩ ግና ሓንቲ ክመጻበዐልኪ ኣነን ንስኽን ክልተ ቆልዑት ምስ ወለድና ብሌጋል ክንወጽእ ኢና ስለዚ ዓቕሊ ግበሪ። ኣብ ውሽጠይ ክዛረባ እንተለኹ ብጣዕሚ ፍርሒ ይስመዐኒ ነይሩ። ንሳ እውን ክትሰምዐኒ እንተላ ኣብ ኣፋ ሽጋራ እንዳሰሓበት እያ ትሰምዐኒ ነይራ። ግን ስለዝፎትዋ ክዛረባ ኣይከኣልኩን። ኣነ እውን ከምኣ ስለዝኾንኩ ግብረይ ሓቢኤ ክምዕድ ኣይከኣልኩን። ካብኡ ኣርማና ክትሰምዐኒ እያ ክኢላ። ብድሕሪ እዚ ፍቕርና እናበርትዐ እዩ ከይዱ። ግን ገለ ነገር ሕርኽርኽ ዝብለኒ ነገር ነይሩ። ሞባይል ኣብ እትሕዘሉ እዋን ነዊሕ ሰዓታት ወፂኣ ተዕልል። እዛ ጉዳይ ብጣዕሚ እያ ተፍርሐኒ ነይራ። ከይዛረባ ድማ ማራ እየ ዝፈርሓ። እዚ ድማ ስለ ዘፍቅራ እየ። ድሕሪ ዝተወሰነ ዓመታት ኣቦ ክልተ ቆልዑት እየ ክኸውን ዝኸኣልኩ። ብጣዕሚ እየ ተሓጒሰ። ካብ ኣርማና ብምዃኑ ንልበይ እፎይታ እዩ ዝፈጠረለይ። እንተ ስድራይ ግን ሕጉሳት ኣይነበሩን። ምኽንያቱ ኣካይዳ ኣርማና ሕጉሳት ኣይገበሮምን። ኣነ ግን ዘረባ ስድራይ ክሰምዕ ኣይከኣልኩን። ካብዚ ድሕሪ ገለ እዋናት ነታ ዝተመጻባዕኹላ ኣርማና ንሊብያ'የ ክሰዳ ዝኸኣልኩ። እቶም ምጭዋት ደቀይ ድማ ምሳይ'ዮም ክተርፉ ዝኸኣሉ። ንስድራይ ድማ ስደዱለይ ኢለ ንኣርማና ናይ ሊብያ ከፊለ ንዓዲ ጢልያን ብምእታው ካብኡ ብምቐጻል ብሰላም ንሽወደን ብምእታዋ ጽቡቕ ህይወት ክትመርሕን ክትገብርን እያ ዝኸኣለት። ኣብ መጀመርታ ጽቡቕ ነዕልል ኔርና፣ ብድሕሪኡ ግን ደሃያ እናጥፍአት ክትኸይድ እያ ዝኸኣለት። ኣርማና እንተበልካስ ኣርማና ትመስክር። ኣብ ፌስቡክ ይኹን ኣብ ሜሴንጀር፣ ኢሞ፣ ዋትሳብ ኮታ ኩሉ ነገር ብሎክ ኢላትኒ። እንታይ እሞ ክገብር ብጭንቀት ተዋሒጠ ኣብ ከቢድ ሓሳብ እየ ዝኣተኹ። ደቀይ ብኣይ ክጭነቑ እንትሪኦም ብጣዕሚ እየ ዝነብዕ። ስድራይ እውን ኣብቲ ሕሞት ከለኹ ተባኢሶምኒ። በቃ ዝበልዖ ክሳብ ዝስእን እየ ኮይነ። ግን ኣብ ከምዚ ሕሞት ከለኹ ደቂ ገዛውተይ፣ መተዓብይቲ፣ ደቂ ኣኽርያ ኣዋጺኦም ንኣውሮፓ ከም ዝኣቱ እዮም ዝገበሩኒ። ኣብ ኣውሮፓ ምስ ኣተኹ ምስ ደቀይ ቀዳመነት ዝገበርክዋ እንተሃለወት ንፈጣሪየይ ብምምስጋን ብድሕሪኡ ነቶም ንዓይ ኢሎም ኣዋጺኦም ዝኸፈሉለይ መተዓብይተይ ብምምስጋን ሕልመይ ንኽፍጽም ንሸወደን እየ ዘበልኩ። ኣብ ሸወደን ቁሩብ ምስ ተቐመጥኩ ድማ ደሃይ ኣርማና እየ ክፈልጥ ዝኸኣልኩ። ኣርማና ቅድመይ ሰብኣይ ከም ዝነበራን ከምኡ'ውን በዓልቲ ሓዳር ከም ዝኾነትን ብጭብጢ ብመሓዛኣ ኣረጋገጽኩ። ብዓብይኡ ድማ ኣብ ዓዲ ሰለስተ ቆልዑት ከም ዝገደፈትን ክበርሀለይ ከኣለ። እዚ ኩሉ ግን ኣበይ ተሓቢኡኒ ነይሩ? ብጣዕሚ ኣብ መወዳእታ ዓለም ከም ዘለኹ ተረዲኡኒ። ስድራይ ዝብልዎ ዝነበሩ እውን ሓቆም እዮም ኢለ ኣብ ጣዕሳ ክኣቱ ክኢለ። እዚ ዓብዪ ምሽጥር ካብ መሓዛ ኣየ ክረኽቦ ዝኸኣልኩ። ሓደ እዋን እዩ ንኣርማና ዘለቶ ቦታ ብምፍላጥ ነቲ ከም በዓል ሓዳራ ኣኪብዋ ዝነበረ ሰብኣይ ብምኻድ ኣብ ገዝኣየ ብድፍረት ዝኣተኹ። ሰላምታ ድሕሪ ምልውዋጥ፣ ምስ ሰብኣያ ንነዊሕ ኣዕለልና። ንዓይ ከም ዘይትፈልጠንን ከምኡ'ውን ሓዳር ይኹን ውላድ ከም ዘይብላን እያ የእሚናቶ። ንዓይ'ውን ከም ዘፍቅራን ናይ ፍቕሩ ሕቶ ይሓታ ከም ዝነበርኩን እንተ ዘይኮይኑ፣ ከም ዘይንፋለጥ እያ የዕሊላቶ። እቲ ሓቂ ግን ንሱ ኣይኮነን ኩሉ ትኽ ብትኽ የዕለልኩዎ። ብዓብይኡ ድማ ኣደ ሓሙሽተ ቆልዑት ከም ዝኾነትን ኣብ ግብጺ ንነዊሕ እዋን ብሓንሳብ ከም ዝተቐመጥናን ክልተ ቆልዑት ከም ዝወለድኩላን እውን ነጊረዮ። ኣብቲ ሕሞት ኣርማና ኣብ ጭፍራ እያ ክትኣቱ ደልያ። ካብዚ ምስቲ ሰብ ዝነበራ ህይወት ክበታተን እንተሎ ምሳይ ድማ ንሓዋሩን ንዕለቱን ተፈላለና። እንተ እቶም ምጭዋት ደቀይ ግን ምሳይ ሰሓቕን ጸዋታን እናነበሩ ጊዜኦም የሕልፍዎ ኣለዉ። ህይወት ኣርማና ከም ቀደሙ ዘርሞ ዘርሞ ኮይኑ ኣብ ዘይተደለየ ህይወትን ከምኡ'ውን ኣብ ዘይተደለየ ነገራትን እያ ህይወታ ተዘሪጉ። ሓቂ ሓይሽ ንኣርማና ብጣዕሚ እየ ዝፈትዋ ነይረ። ልዕሊ ኩሉ ድማ ኣብ ግብፂ ህይወተይ ዝተበላሸወ ብዓብይኡ ድማ ምስ ስድራይ ዝተበኣስኩዎ ግን ብጣዕሚ እዩ ዘሕዝነኒ። ሕጂ ግን ኣምላኽ ይመስገን ካብ ኩሉ ተቖጢበ ንኸየፍቅር ምሒለ ምስቶም ዝፈትዎም ደቀይ ይነብር ኣለኹ። ኢድ ሸናሒት ፀናሒት። በለጽ ትርጉም የብሉን ንሰብ ብምንታይ ትቀርቦ ክትፈልጥ ኣለካ እምነት እታ ቀንዲ መሰረት ሓቂ እያ ኣብ መትከልካ ምጽናዕ እውን እታ ዝዓበየት ፍርዲ እያ። ሰባት ክሳብ ዝኾንና ግን ጌጋ ክንፈጥር ንቡር እዩ። ተፈጸመ። ሓቀኛ ዛንታ ኣርማና ጓል ግብጺ ኢድ ሸናሒት ጸናሒት።